ሰላም ከመይ ጸኒሕኹም ተኸታተልቲ ዜና ትግርኛ ዝኸበረ ሰላምታና ይብጻሕኹም እናበልና ንሎም መዓንቲ ዝበልናዮም ትሕዝቶታትና ናባኹም ክነብል ኢና ላይክ ሼር ሳብስክራይብ ብምግባር ቤተሰብ ንኽትኮኑ እንዳዓደምና ናብ ዜናታትና ክነሰጋግረኩም ክልተ ኢትዮጵያውያን ሓደ ናይ ሶማልያ ሓደ ከዓ ናይ ደቡብ ሱዳን ፓስፖርት ሒዞም ኣብ ማእኸል ኣስመራ ብኣካላት ፀጥታ ከም ዝተታሕዙ ይሕበር ኣሎ። ምናልባት እዚ ሓበሬታ እዚ ክሳብ ሕጂ ብወግዓዊ መንገዲ ኣይተገልፀን ዘሎ። እንተኾነ እዚ ሓበሬታ እዚ እኹል ኣፍልጦ ዘለዎም ሰባት ከም ዝገለፁልና ግን እዞም ሰባት እዚኣቶም መንነቶም ከይፍለጥ ብዝብል ናይ ሶማልያን ናይ ደቡብ ሱዳንን ፓስፖርት ብምሓዝ ናብ ኤርትራ ብምእታው ኣብ ልዕሊ ሰበስልጣን ናይ ኤርትራ ቅትለት ንምፍጻም ተልእኾ ተዋሂብዎም ናብ ኤርትራ ከም ዝመጹ ዝገልጹ ዘለው እዞም ክልተ ኢትዮጵያውያን እዚኣቶም ካብ ስርዓት ብልጽግና ተላኢኾም ኣብ ልዕሊ ሰበስልጣን ኤርትራ ብፍላይ ከዓ ኣብ ልዕሊ ፕሬዚደንት ኢሳያስ ቅትለት ንምፍጻም እዮም ናብ ኤርትራ ኣትዮም ዘለው። ኣብ ዝሓለፈ ቀረባ መዓልትታት ስርዓት ብልጽግና ልዕሊ ክልተ ሚእቲ ዝኾኑ ንመንግስቲ ኤርትራ ክስልዩ ጸኒሖም ብምባል ኤርትራውያን ከም ዝኣሰረ ባዕሉ ብናይ ገዛእ ርእሱ ሚድያታት ገሊጹ ነይሩ እዩ። እዞም ሰባት እዚኣቶም ብዝተፈላለዩ መንገድታት ከም ዘረጋገጽናዮ ኣብ ኢትዮጵያ ገሊኦም ንሓጺር እዋን ገሊኦም ንነዊሕ እዋን ክነብሩ ዝጸንሑ ንጹሃት ስደተኛታት እዮም። ስለዚ እዛ ኣብ ዝሓለፈ እዋን ልዕሊ ክልተ ሚእቲ ኤርትራውያን ኣሲረ ትብል ብሚድያታት ናይ ስርዓት ብልጽግና ዝወጸ ዜና ምስዚ ጉዳይ እዚኣ ትተኣሳሰር እያ። እዞም ክልተ ኢትዮጵያውያን ካብ ስርዓት ብልጽግና ተልእኾ ተዋሂብዎም ኣብ ልዕሊ ሰበስልጣን ናይ ኤርትራ ብፍላይ ከዓ ፕሬዚደንት ኢሳያስ ቅትለት ንምፍጻም ናብ ኤርትራ ወይ ከዓ ናብ ኣስመራ ዝኣተዉ ናይ ሶማልያን ናይ ደቡብ ሱዳንን ፓስፖርት ሒዞም እንኳ ይእተዉ እምበር ኢትዮጵያውያን ምዃኖም ኣካላት ጸጥታ ናይ ኤርትራ ተኸታቲሎም ብምጽንዖም ኣብ ትሕቲ ቁጽጽር ኣትዮም ቀጥታ ከዓ ሽዑ ስርዓት ብልጽግና ናይዚ ሕነ ንምፍዳይ ብዝብል ኣብ ልዕሊ ሰላማውያን ወይ ከዓ ንፁሃት ሰባት ስጉምቲ ብምውሳድ ንመንግስቲ ኤርትራ ክትስልዩ ፀኒሕኹም ብምባል ብዘይ መርትዖን ጭብጥን ልዕሊ ክልተ ሚእቲ ኤርትራውያን ኣብ ቀይዲ ኣእትዩ ኣብ ፈቐዶ ቤት ማእሰርትታት ዳጒንዎም ይርከብ። ምናልባት እዚ ንፈለማ እዋን ዘጋጥም ዘሎ ጉዳይ ኣይኮነን። ኣብ ዝሓለፈ ቀረባ መዓልትታት እውን ሰለስተ ናይ ኢትዮጵያ ስለያ ኣብ ከባቢ ዓሰብ ኣብ ትሕቲ ቁጽጽር ከም ዝኣተው ተገሊጹ ነይሩ እዩ። ስለዚ ስርዓት ብልጽግና ኣብ ልዕሊ ኤርትራ ወራር ክፍጽም ምዃኑ ብወግዒ ባዕሉ ናብ ኤርትራ ስለያ እናልኣኸ ዝተፈላለዩ ስርሒታት ክካየዱን መጽናዕትታት ክገብሩን እኳ ይፍትን እንተሃለወ እንተኾነ ብኣካላት ጸጥታ ናይ ኤርትራ ቀልጢፎም ኣብ ትሕቲ ቁጽጽር ከም ዝኣትዉ እዮም ዝረኣዩ ዘለው። ምስዚ ብዝተሓሓዝ ዜና ሎሚ ኣብ ኣዲስ ኣበባ ንኣዘዝቲ ሰራዊት ኣካላት ጸጥታን ስለያን ከምኡ እውን ካቢኔ ሚኒስተራት ተኣኼባ ዘካየደ ቀዳማይ ሚኒስተር ስርዓት ብልጽግና ኣብዪ ኣሕመድ ኢትዮጵያ ኣፍደገ ባሕሪ ንምርካብ ክትገብሮ ዝጸንሐት ምንቅስቓስ ብዝለዓለ ረስኒ ክትቅጽሎ እያ ክብል ተዛሪቡ ኣሎ። ኣብ ሞንጎ ህዝብታት ኤርትራን ትግራይን ስጡምን ድልዱልን ዝምድናን ርክብን ክህልው ብመንገዲ ነጠፍቲ ማሕበራዊ ሚድያን ኣክቲቪስታትን ይስርሓሉ ኣብ ዘለሉ እዋን ኣብ መንጎ እዚ ክልተ ሕብረተሰባት ዝተኣማመን ስጡምን ድልዱልን ዝምድና ክህልው መንግስትታት እውን ኢዶም ክሓውሱ ኣብ ዝተፈላለዩ ከባቢታት ናይ ኤርትራ ዝርከብ ሕብረተሰብ ርእይቶታት የቕርብ ከም ዘሎ ተገሊጹ ኣሎ። እዞም ኣብ ዝተፈላለዩ ከባቢታት ናብ ዝቐረበ ምምሕዳራዊ ከባቢ ርእይቶታት ዘቕርቡ ዘለዉ ሕብረተሰብ ናይ ኤርትራ ኣብ መንጎ ህዝቢ ኤርትራን ትግራይን ዝምድና እምበር ኩናትን ከምኡ እውን ጽልእን ክህልው ኣይንደልን ስለዚ እዚ ብመንገዲ ነጠፍቲ ማሕበራዊ ሚድያን ኣክቲቪስታትን ተጀሚሩ ዘሎ ጎስጓስ መንግስታት ናይ ክልቲኡ ወገን እውን ኢድ ሓዊሶም ክሰርሕሉ ጻውዒት የቕርቡ ከም ዘለዉ ተተኻኢሉ እውን ወይ ድማ መንግስቲ ተፋቒዱ ኣብ ጎነራታት ብምውፃእ ንርክብ ክልቲኡ ህዝብታት ዝፅውዕ ሰልፊ ንምክያድ ሕቶታት የቕርቡ ከም ዘለዉ እቲ ዝበፅሐና ሓበሬታ ኣረዲኦ ኣሎ። ብወገን ኤርትራ ዘሎ ህዝቢ ዘለዎ መርገፂ እዚ ብነጠፍቲ ማሕበራዊ ሚድያን ኣክቲቪስታትን ተጀሚሩ ዘሎ ንሰላምን ልምዓትን ክልቲኡ ሕብረተሰብ ወሳኒ ተራ ምዃኑ ዝተገለፀ ምንቅስቓስ ኣብ መወዳእትኡ ንምብጻሕ ልዑል መስዋእትነት ከም ዝኸፍል ዝገለጸ ኮይኑ ብወገን ትግራይ ዘሎ ህዝቢ እውን ተመሳሳሊ መርገጺ ከም ዘለዎ ስክፍታ ከም ዘይብሉ እዩ ዝሕብር እቲ ዝበጽሓና ሓበሬታ እቲ ዝበጽሓና ሓበሬታ ብመሰረት ዝቐርብ ዘሎ ርእይቶታት ህዝቢ ኤርትራ ናይ ክልቲኡ ሕብረተሰብ ጸላኢ ፍሉጥን ሓደን ምዃኑ ክልቲኡ ሕብረተሰብ እውን ኣብ ዝሓለፈ እዋን ብሰንኪ እዚ ሓደ ጸላኢ ክዳመ ከም ዝጸንሐ ብምትሕስሳብ ሕጂ ግን እቲ ዝሓለፈ ምድማይ ይኣክል ንቐጻሊ ሰላምን ልምዓትን ክሓስብ ከም ዘለዎ እዚ ሕብረተሰብ ጸላኢኡ እውን ሓደ ጥራይ ምዃኑ ክፈልጥ ክግንዘብ ይግባእ ዝብል መተሓሳሰቢ እዩ ቀሪቡ ዘሎ። ኣብ ዝሓለፈ እዋን እውን ኣብ መንጎ ኣወል ስዒድን ከምኡ እውን ብርሃነን ዝተኻየደ ርክብ ኣዝዩ ወሳንን ልዑል ፅልዋ ዝፈጠረን ርክብ እዩ ነይሩ። ህዝቢ ኤርትራን ትግራይን ፀላኢኡ ዝፈለጥዎ እውን ይመስል። ናብ ቀፃሊ ዜና እንትንሰግር ድማ ሚኒስቴር ዜናን ሓበሬታን ኤርትራ ኣቶ የማነ ገብረመስቀል ፖለቲከኛታትን ከምኡ'ውን ሰበ ስልጣናትን ብልጽግና ሉዓላዊ ግዝኣት ጎረባብቲ ሃገር ዝግህስ መግለጺታትን ዘረባታትን የስምዑ ከም ዘለዉ እዚ ሕጋውን ታሪኻውን ጥሕሰት ምዃኑ ብምጥንቃቕ ናይ መወዳእታ ቀይሕ መስመር ይሰግሩ ከም ዘለዉ እዩ ኣፍሊጡ ዘሎ። ኣቶ የማነ ገብረ መስቀል ኣብ ናይ ትዊተር ገጹ ኣብ ሓጺር መልእኽቲ ብሸነኽ ኢትዮጵያ ዘለዉ ፖለቲከኛታትን ከምኡ'ውን ሰበ ስልጣናትን መንግስትን ንኲናት ዝዕድም ከበሮ ይድስቑ ከም ዘለዉ ሉዓላዊ ግዝኣት ናይ ጎረቤት ሃገር ዝግህስ መግለጺታትን ከምኡውን ጎስጓሳትን ይገብሩ ከም ዘለዉ ብምትሕስሳብ እዚ ደው ከብል ከም ዘለዎ እዩ ኣጠንቂቑ ዘሎ። ብሸነኽ ኢትዮጵያ ዘለዉ ሰበ ስልጣናትን ከምኡውን ፖለቲከኛታትን ካብ ኣብዪ ኣሕመድ ኣትሒዝካ ሉዓላዊ ግዝኣት ናይ ኤርትራ ዝግህስ ዝተፈላለዩ ዘረባታትን መግለጺታትን ከስምዑ ጸኒሖም ኣለው። ኣብ ልዕሊ እዚ እውን ወደብ ወይ ከዓ ባሕሪ ግድን ክህልወና ኣለዎ ዝብል ሰሙናዊ ብመንገዲ ቴሌቪዥን መደብ እንዳምጽኡ ንኲናት ዝዕድም ፕሮፖጋንዳ ይነፍሑ ኣለው። ብሸነኽ ኤርትራ ነዚ ብትዕግስትን ልቦናን ብምጥማት ብመግለጺ ግብረ መልሲ ክወሃቦ ጸኒሑ እዩ። ኣብ ናይ መግለጺ ኣቶ የማነ ገብረመስቀል ግን ንኹሉ ደረት ከምዘለዎ ኣፍሊጡ ኣሎ። ናይ መወዳእታ ቀይሕ መስመር እውን ይስገር ከም ዘሎ ብትሪ ኣተሓሳሲቡ ኣሎ። ብኻሊእ ወገን መንግስቲ ትግራይ ናብ ብልፅግና ዘነፃፀረ ተሪር ናይ መጠንቀቕታ መግለፂ ኣውፂኡ ኣሎ ከም ዘለዎ ናብኻም ክነብሎ ኢና። እዋናዊ ጉዳይ ኣመልኪቱ ካብ ካቢኔ ግዝያዊ ምምሕዳር ትግራይ ዝተውሃበ መግለፂ ከም ዝፍለጥ ከም ህዝቢ ናይ ህልውና መሪር ተጋድሎ ክነካይድ ድሕሪ ምፅናሕ ዘላቒ ተጻብኦ ጠጠው ብናይ ምባል ውዕል ተኸቲሙ። ኣብ ክልቲኡ ውዕል ኮይንና ሰላማውን ፖለቲካውን ቃልሲ እናካየድና ምዃንና ኩሉ ዝርድኦ እዩ። ምእንተ ዘላቒ ሰላም ክበሃል ሕገ መንግስታዊ ወሰን ትግራይ ከይተረጋገጸን ኣብ ትሕቲ ወረርቲ ዘሎ ኮነ ኣብ መዕቆቢ ማእከላት ዘሎ ህዝብና ንምግላጹ ዘደንጹ ህይወት እናሕለፈ ከም ህዝቢ ተወሰኽቲ ዋጋ እናኸፈልና እውን እንተኾነ